ከምቲ ኣቐዲምና ዝተዛረብናዮ እዞም መድሃኒታት ኤዲኤችዲ ኣብ ክልተ ይኽፈሉ ስቲሙላንትን ስቲሙላንት ዘይኮኑ ወይ ከዓ ናን ስቲሙላንት ዝኾኑ መጀመርያ ስቲሙላንት መድሃኒታት ንርአ እዞም ስቲሙላንት መድሃኒታት ኣብ ዝበዝሑ ሃገራት እቶም ቀንዲ መድሃኒታት እዮም እዞም ስቲሙላንት መድሃኒታት ድማ ኣብ ክልተ ይኽፈሉ ንባዕሎም ቀዳማይ ብሚታይል ፊኒዴይድ ዝስርሑን እቶም ካልኣይ ድማ ብኣንፈታሚን ዝስርሑን። መጀመርያ ሚታይል ፊኒዴይድ ቤዝድ ሜዲኬሽን ክንርኢ ኢና። መጀመርያ እቶም ብሚታይል ፊኒዴይድ ዝስርሑ በብሓደ ንርኣዮም። ቀዳማይ ሪታሊን። ሕክምናዊ መጸዊዒኡ ሚታይል ፊኒዴይድ ዝበሃል ኮይኑ እቲ ዝመጽኣሉ ዓይነት ድማ ከኒና እዩ። ንሓጺር እዋን እዩ ዝሰርሕ፣ ዝሰርሓሉ ንውሓት ድማ ካብ ሰለስተ ስጋብ ኣርባዕተ ሰዓት እዩ። እቲ ዝመጻሉ ዓቐን ወይ ከኣ ዶዝ ብሓሙሽተ ሚሊግራም ይመጽእ፣ ብዓሰርተ ሚሊግራም ይመጽእ፣ ብዒስራ ሚሊግራም ይመጽእ። ቀንዲ ሳይድ ኢፌክትስ ናይዚ ሪታሊን መድሃኒት ክንርኢ ከለና ድማ መጀመርያ ምጉዳል ሽውሃት ወይ ከኣ ሎስ ኣፐታይት ንብሎ፣ ብዙሕ ኣይትጠምን ኢኻ፣ ካልኣይ ምዝንባል ድቃስ፣ Difficulty Sleeping፣ ኣቐዲምና ተዛራሪብናሉ ኔርና፣ ብፍላይ ኣራፊድካ እቲ መድሃኒት ትወስዶ እንተኾንካ ወይ ከኣ ካልእ ካፌይን ተወሳኺ ምስኡ ትወስድ ተኾንካ ቡን ይኹን ሻሂ። ሳልሳይ ሕማም ርእሲ። ራብዓይ ቃንዛ ናይ ከስዐ፣ Stomach Pain። ሓምሻይ ምንጽርጻር ወይ ከኣ Irritability። ሻድሻይ ምውሳኽ ህርመት ልቢ ወይ ከኣ ጸቕጢ ደም፣ Increased Heart Rate፣ ወይ ከኣ እቲ Blood Pressure እዩ። ብተመሳሳሊ እዚ Ritalin ኢልና ክንዛረበሉ ድጸናሕና ብ ንውሕድ እበለ ድሰርሕ ውን ይመጽእ እዩ ንሱ ከኣ Ritalin Long Acting ድበሃል እዩ። እዚ ከምቲ ናይ መጀመርያ ድበልናዮ ሕክምናዊ መጸውዒ Methylphenidate ኮይኑ እቲ ዝመጽኣሉ ዓይነት ድማ ብካፕሱል እዩ ድመጽእ ብክኒና ደይኮነ ብካፕሱል እዩ ድመጽእ። እቲ ዝሰርሓሉ ድማ ንነዊሕ እዋን እዩ ዝሰርሕ፣ ካብ ሽዱሽተ ስጋብ ሸሞንተ ሰዓት። ዝመጽኣሉ ዓቐን ወይ ከኣ ዶዝ ብ ዓሰርተ ሚሊግራም ይመጽእ፣ ዕስራ ሚሊግራም ይመጽእ፣ ሰላሳ ሚሊግራም ይመጽእ፣ ኣርብዓ ሚሊግራም ይመጽእ። እቶም ቀንዲ ሳይድ ኢፌክትስ ከምቲ ናይ መጀመርያ ዝበልናዮ ተመሳሰልቲ ኮይኖም፣ ምጉዳል ሸውሃት ኣሎ፣ ምዝንባል ድቃስ፣ ሕማም ርእሲ፣ ቃንዛ ናይ ከስዐ፣ ምንጽርጻር፣ ወይ ከኣ ኢሪታብሊቲ፣ ምውሳኽ ህርመት ልቢ፣ ጸቕጢ ደምን መወዳእታ ድማ ምዝንባዕ ወይ ከኣ ምቅይያር ሙድ። እዚ ኣብቲ ሎንግ ኣክቲንግ ወይ ከኣ ኣብ ነዊሕ ድሰርሕ ድረኢ። እቶም ሳይድ ኤፌክትስ ተመሳሰልቲ ኮይኖም እታ ናይ መወዳእታ ምዝንባዕ ወይ ከኣ ምቅይያር ሙድ ትብል ደላ ግን ኣብታ ናይ ነዊሕ ድሰርሕ ጥራሕ እያ ትረኣ። ሳልሳይ ኮንቸርታ። እዚ ሕክምናዊ መጸውዒኡ ተመሳሳሊ ሚታይልፊኒዴት ኮይኑ እቲ ዝመጽኣሉ ዓይነት ብኸኒና እዩ ድመጽእ። ንነዊሕ እዋን እዩ ድሰርሕ፣ ድሰርሓሉ ንውሓት ድማ ካብ ዓሰርተ ስጋብ ዓሰርተ ክልተ ሰዓት ትሰርሕ። ሓንሳብ ምስ ወሰድካዮ እቲ ሓይሉ ካብ ዓሰርተ ስጋብ ዓሰርተ ክልተ ሰዓት ትሰርሕ ማለት እዩ። እቲ ዝመጽኣሉ ዓቐን ድማ ብ ዓሰርተ ሸሞንተ ሚሊግራም እመጽእ፣ ዕስራን ሸውዓተን ሚሊግራም፣ ሰላሳን ሽዱሽተን ሚሊግራም፣ ሓምሳን ኣርባዕተን ሚሊግራም፣ ሰብዓን ክልተን ሚሊግራም እመጽእ። እቶም ቀንዲ ሳይድ ኤፌክትስ ክንርኢ ከለና ተመሳሰልቲ፣ ምጉዳል ሸውሃት፣ ምዝንባል ድቃስ፣ ሕማም ርእሲ፣ ቃንዛ ናይ ከስዐ፣ ምንጽርጻር ወይ ምጭናቕ፣ ምውሳኽ ህርመት ልቢ ወይ ጸቕጢ ደም፣ ምዝንባዕ ወይ ከኣ ምቅይያር ሙድ፣ ኣፍ ምድራቕ ወይ ከኣ እቲ ድራይ ማውስ ንብሎ ኣብ ነዊሕ እዋን ምስንኻል ተኽእሎታት ኣካላት ናይ ምዕባይ ወይ ከኣ እቲ ማይልድ ግሮውዝ ሳፕረሽን ንብሎ ክረኣይ ይኽእል እዩ። እዚ ናይ መወዳእታ እቲ ናይ ቁመት ምውሳኽ ይኹን ናይ ምዕባይ ናይቶም ቆልዑ ብመጽናዕቲ ብጣዕሚ ኣካታዒ ዝኾነ ጉዳይ እዩ። ብዙሕ መጽንዕታት እውን እንዳተገበረሉ እዩ። ራብዓይ ፎካልን ሕክምናዊ መጸውዒኡ ደክሲሚታልፊኒደይድ ድበሃል ኮይኑ እቲ ዝመጻሉ ዓይነት ድማ ከኒና ንሓጺር እዋን እዩ ድሰርሕ፣ ስጋብ ኣርባዕተ ሰዓት ሓይሊ ኣለዎ። እቲ ዝመጻሉ ዶዝ ድማ ብክልተ ነጥቢ ሓሙሽተ ሚሊግራም እመጽእ፣ ሓሙሽተ ሚሊግራም ን ዓሰርተ ሚሊግራም እመጽእ። እቶም ቀንዲ ሳይድ ኢፌክትስ ክንርኢ ከለና ድማ እንደገና ተመሳሰልቲ ምጉዳል ሽውሃት፣ ምዝንባል ድቃስ፣ ሕማም ርእሲ፣ ምርባሽ ወይ ከኣ ነርቨስነስ። ሓምሻይ ድማ እቲ ፎካሊንግ እንደገና ኤክስተንድድ ረሊዝ ይመጽእ እዩ። እቲ ሕክምናዊ መጸውዒ ከምቲ ድበልናዮ ደክሲሚታይልፊኒደይት ኮይኑ እቲ ድመጽኣሉ ዓይነት ድማ ብካፕሱል እዩ ድመጽእ ብኸኒና ደይኮነ ብካፕሱል እዩ ድመጽእ። እዚ ንነዊሕ እዋን ድሰርሕ ኮይኑ እቲ ድሰርሓሉ ንውሓት ድማ ካብ ሸሞንተ ስጋብ ዓሰርተ ክልተ ሰዓት እዩ። ዝመጽኣሉ ዓቐን ወይ ከኣ እቲ ዶዝ ብሓምሸ ሚሊ ግራም፣ ዓሰርተ ሚሊ ግራም፣ ዓሰርተ ሓምሸ ሚሊ ግራም፣ ዒስራ፣ ዒስራን ሓሙሸን፣ ሰላሳ ሚሊ ግራም ይመጽእ። እቶም ቀንዲ ሳይድ ኤፌክትስ ምስ እንርኢ ድማ ምጉዳል ሸውሃት፣ ምዝንባል ድቃስ፣ ሕማም ርእሲ፣ ምርባሽ ወይ ከኣ እቲ ነርቨስነስ ድበልናዮ። እዚኦም ኣብ ክልቲኦም እቲ ሾርት ተርም ዝኾነን እቲ ሎንግ ኣክቲንግ ዝኾነ ወይ ከኣ ኤክስተንድድ ረሊዝ ዝኾነ ተመሳሳሊ ዝኾነ ጽልዋታት ኣለዎም። ሻድሻይ Detrana፣ እዚ ሕክምናዊ መጸውዒኡ ሚታይልፊኒዴይት ኮይኑ፣ እቲ ዓይነት ኣብ ቆርበት ዝልጠፍ እዩ። እዚ ብኸኒና ወይ ከኣ ብካፕሱል ዝመጽእ ኣይኮነን፣ ከም ፓች ኣብ ቆርበትካ እትልጥፎ እዩ። እቲ ዝሰርሓሉ ድማ ንነዊሕ እዋን እዩ ዝሰርሕ፣ ስጋብ ዓሰርተ ክልተ ሰዓት ሓይሊ ኣለዎ። እቲ ዝመጽኣሉ ዓቐን ወይ ከኣ እቲ ዶዝ ብ ዓሰርተ ሚሊግራም ይመጽእ፣ ዓሰርተ ሓሙሽተ ሚሊግራም፣ ዒስራ ወይ ከኣ ሰላሳ ሚሊግራም ይመጽእ። እቶም ቀንዲ ሳይድ ኢፌክትስ ክንርኢ ከለና ድማ ኣብቲ መድሃኒት ዝተገብሮ ቆርበት ወይ ከኣ ቦታ ኣለርጂ ክገብር ይኽእል ወይ ከኣ ሰሓኽ ክገብረልካ ይኽእል እዩ። ምጉዳል ሽውሃት ኣለዎ፣ ምዝንባል ድቃስ ኣለዎ፣ ሕማም ርእሲ እውን ሳሕቲ ይረኣ እዩ። እቶም ካልኣይ ዓይነት መድሃኒታት ድማ ኣምፈታሚን ቤዝ መድሃኒታት ዝበልናዮም እዞም መድሃኒታት ኣብ ሕቡራት መንግስታት ኣሜሪካ ብጣዕሚ ልሙዳት ዝኾኑ እዮም። እቲ ናይ መጀመርያ ኣድሮል እዩ። ሕክምናዊ መፀውዒኡ ድማ ኣንፈታሚን ቤዝድ ሶልት እዩ፣ እዚ ጨው ዝተሓወሶ ዓይነት እዩ። እቲ ዓይነት ድመፅኣሉ ድማ ብኸኒና ኮይኑ ኣብ ሓፂር እዋን ድሰርሕ፣ እቲ ድሰርሓሉ ንውሓት ግዜ ካብ ኣርባዕተ ስጋብ ሽዱሽተ ሰዓት እዩ። እቲ ዝመፅኣሉ ዓቐን ወይ ከዓ ዶዝ ብሓሙሽተ ሚሊ ግራም እመፅእ፣ ሸውዓተ ነጥቢ ሓሙሽተ፣ ዓሰርተ ሚሊግራም፣ ዓሰርተ ክልተ ነጥቢ ሓሙሽተ፣ ዓሰርተ ሓሙሽተ፣ ዕስራ፣ ሰላሳ ሚሊግራም ይመጽእ። ቀንዲ ሳይድ ኢፌክትስ ድማ ምጉዳል ሽውሃት፣ ምዝንባል ድቃስ፣ ምልውዋጥ ስምዒታት፣ እዚ ኢሞሽናል ቼንጅስ ንብሎ፣ ወሰኽ ህርመት ልቢ፣ ጭንቀትን እዮም። እዚኦም ሳሕቲ ዝረኣዩ ክኾኑ ይኽእሉ እዮም፣ ኣብ ገለ ገለ ሰባት ከኣ ብተደጋጋሚ ዝረኣዩ ክኾኑ ይኽእሉ እዮም። እቲ ካልኣይ ድማ ኣድሮል ኤክስተንድድ ረሊስ ኮይኑ ብተመሳሳሊ ኣምፈታሚን ቤዝድ እዩ። እቲ ዝመጽኣሉ ዓይነት ካፕሱል እዩ። ንነዊሕ እዋን ዝሰርሕ ኮይኑ ዝሰርሓሉ ንውሓት ድማ ካብ ዓሰርተ ክልተ ካብ ዓሰርተ ስጋብ ዓሰርተ ክልተ ሰዓታት ይሰርሕ። እቲ ዝመጽኣሉ ዓቐን ሓሙሽተ ሚሊግራም፣ ዓሰርተ ሚሊግራም፣ ዓሰርተ ሓሙሽተ፣ ዒስራ፣ ዒስራን ሓሙሽተን ስጋብ ሰላሳ ሚሊግራም ይመጽእ። እቶም ቀንዲ ሳይድ ኤፌክትስ ክንርኢ ከለና ድማ ምጉዳል ሸውሃት፣ ምዝንባል ድቃስ፣ ምልውዋጥ ስምዒታት፣ ወሰኽ ህርመት ልብን ጭንቀትን እዮም። ካልእ ልሙድ ድማ ቫይቫንስ እዩ ድበሃል። እዚ ሕክምናዊ መጸውዒኡ ሲልደክሲምፊታሚን ድበሃል ኮይኑ እቲ ዝመጽኣሉ ዓይነት ዝወሓጥ ከኒና ወይ ከኣ ዝሕየኽ ከኒና ክኸውን ይኽእል እዩ። እቲ ድሰርሓሉ ድማ ንነዊሕ እዋን እዩ ድሰርሕ፣ ካብ ዓሰርተ ስጋብ ዓሰርተ ኣርባዕተ ሰዓት ይሰርሕ። እቲ ዝመጽኣሉ ዓቐን ዶዝ ካፕሱል እንተኾይኑ ዓሰርተ፣ ዒስራ፣ ሰላሳ፣ ኣርብዓ፣ ሓምሳ፣ ሱሳ፣ ሰብዓ ሚሊግራም ክመጽእ ይኽእል እዩ። ዝሕየኽ ከኒና እንተኾይኑ ድማ ዓሰርተ፣ ዒስራ፣ ሰላሳ፣ ኣርብዓ፣ ሓምሳ፣ ሱሳ ሚሊግራም ይመጽእ። እቶም ቀንዲ ሳይድ ኤፌክትስ ክንርኢ ከለና ምጉዳል ሽውሃት፣ ምዝንባል ድቃስ፣ ምንቃጽ ኣፍ ወይ ከኣ ድራይ ማውዝ ዝኾን ደሎ፣ ምንጽርጻር ወይ ከኣ ሓንሳብ ሓንሳብ ድረ ጭንቀት ይረኣዩ እዮም። ካልእ መድሃኒት ድማ ደክሰድሪን እዩ። እዚ ሕክምናዊ መጸውዒኡ ደክሰትሮኣምፈታሚን ኮይኑ፣ እቲ ድመጽኣሉ ዓይነት ድማ ብኸኒናን ብካፕሱልን እዩ ድመጽእ። እቲ ብኸኒና ድመጽእ ናይ ሓጺር ኮይኑ ካብ ኣርባዕተ ስጋብ ሽዱሽተ ሰዓት ድሰርሕ ኮይኑ፣ እቲ ብካፕሱል ድመጽእ ድማ ናይ ነዊሕ ሰዓታት ኮይኑ ስጋብ ዓሰርተ ክልተ ሰዓት ክሰርሕ ይኽእል። እቲ ዝመጽኣሉ ዶዝ ሓሙሽተ ሚሊግራም፣ ዓሰርተ ሚሊግራም፣ ዓሰርተ ሓሙሽተ ሚሊግራም እዩ። እቶም ቀንዲ ሳይድ ኢፌክትስ ክንርኢ ከለና ድማ ተመሳሳሊ ምጉዳል ሸውሃት፣ ምዝንባል ድቃስ፣ ስምዒታት ምግልባጥ ወይ ከኣ ሙድ ስዊንግስ ክኾኑ ይኽእሉ እዮም። እቶም ካልኣይ ክፋል ድማ ናን ስቲሙላንት ዝኾኑ ወይ ከኣ ስቲሙላንት ዘይኮኑ መድሃኒታት ክንርኢ ከለና እቲ ናይ መጀመርያ ስትራቴራ እዩ። ልሙድ ዝኾነ ሕክምናዊ መጸውዒኡ ኣቶሞክሲታይን ኮይኑ እቲ ዝመጽኣሉ ዓይነት ድማ ብካፕሱል እዩ ድመጽእ። እዚ ንነዊሕ ሰዓታት ድሰርሕ ኮይኑ ስጋብ ዕስራን ኣርባዕተን ሰዓት ክሰርሕ ይኽእል። እቲ ዝመጽኣሉ ዓቐን ወይ ከኣ ዶዝ ብ ዓሰርተ ሚሊግራም እመጽ፣ ዓሰርተ ሸሞንተ፣ ዕስራን ሓሙሽተን፣ ኣርብዓ፣ ሱሳ፣ ሰማንያ ስጋብ ሚእቲ ሚሊግራም ይመጽእ። ቀንዲ ሳይድ ኢፌክት ናይዚ መድሃኒት ክንርኢ ከለና ድኻም ወይ ከኣ ረሸሽታ ክስምዓካ ይኽእል እዩ፣ እቲ ፈቲግ፣ ዕግርግር ምባል፣ ኖዝያ፣ ምልውዋጥ ስምዒታት፣ ሙድ ቼንጅስ፣ ክህልዎ ይኽእል እዩ፣ ሽውሃት ምዕጻው፣ ሳሕቲ ሓሳባት፣ ነብሰ ቅትለት ወይ ከኣ ምስኡ ዝተኣሳሰር ስምዒታት ክረኣ ከሎ እዚ ብጣዕሚ rare ዝኾነ ወይ ከኣ ሳሕቲ ድረ እዩ። ካልኣይ ኢንቲዩኒቭ ዝበሃል ኮይኑ ሕክምናዊ መጸውዒኡ ድማ ጎንፋንሲን ኤክስተንድድ ረሊዝ እዩ። እዚ ዓይነት ድመጽኣሉ ብኸኒና ኮይኑ ንነዊሕ እዋን እዩ ድሰርሕ። እቲ ድሰርሓሉ ድማ ክሳብ ዓሰርተ ክልተ ሰዓት ሓይሊ ኣለዎ። እቲ ዝመጽኣሉ ዓቐን ወይ ከኣ ዶዝ ሓደ ሚሊግራም፣ ክልተ ሚሊግራም፣ ሰለስተ ሚሊግራም፣ ኣርባዕተ ሚሊግራም ክኸውን ይኽእል እዩ። እቶም ቀንዲ ሳይድ ኤፌክትስ ክንርኢ ከለና ድማ ጽልውልው ምባል ወይ ከኣ ድራውዚነስ፣ ዋሕዲ ደም፣ ሎው ብላድ ፕረሸር፣ ክህሉ ይኽእል እዩ፣ ድኻም ወይ ከኣ ረሸሽታ፣ ጽርውርው ምባል ወይ ከኣ ዲዚነስ ክረኣይ ይኽእሉ እዮም።